ዘሎ ዝመስል ስርዓት ስርዓት ህወሓት ኢህወደግ ምስ ህዝቢ ተባቲኹ እንዳሃለወ በብግዜኡ ብዝፈጥሮም መደናገርቲ ተግባራትን ናይ ሓይሊ ስጉምትን ንዝተወሰነ እዋን ስልጣኑ ከናውሕ ይኽእል ይኸውን። ቀጻልነት ግን ክህልዎ ኣይኽእልን። ምክንያቱ ናይ ሓደ ስርዓት መሰረት ህላውኡ ሓፋሽ እዩ። ድጋፍ ሓፋሽ እንተዘይብሉ ግን የለን ማለት እዩ። ህዝብና ድሕሪ ውድቀት ስርዓት ደርግ ዝፅበዮ ዝነበረ ተስፋታት ብሕወሓት ማህሚኖም ምስ ተረፉ ተስፋታቱ ከግህድ ካልእ መማረፂ ክደሊ ሕወሓት ድማ ህዝብን ሃገርን ኣደናጊሩ ኣብ ስልጣን ንክፀንሕ ብዝገብርዎ ቃልሲ ንነዊሕ ዓመታት ህዝብን ህወሓትን ኣብ ክልተ ጫፋት ተረሓሒቖም በበይኖም ክጓዓዙ እዮም ጸኒሖም። ብፍላይ ድማ ኣብዚ ሕዚ እዋን ህወሓት ብህዝቢ ዘጋጥሞ ዝነበረ ተቃውሞ ናብ ውሽጣዊ ኣባላቱ ሰጊሩ ውሽጣዊ ርግኣት ስኢኑ ክሳብ ላዕለዎት ኣመራርሓ ትውድብ ንሕድሕዶም ክተኣማመኑ ኣብ ዘይክእሉሉ ባይታ ስለ ዝወደቑ ውሽጣዊ ሕመቖም ንምሽፋን ስንኩል ዝኾነ ምኽንያታት እናፈጠሩ ህዝቢ ክሽቑረርን ክርዕድን ይገብሩ ኣለዉ። እቲ ቐንዲ ንህዝቢ ከም መሸቑረሪ መፈራርሒ ዝጥቀምሉ ዘለውን ንሕቶ መሰል ንዘላዕሉ ውልቀ ሰባት ይኹኑ ንጉጅለታት ንምዕፋን ዝጥቀምሉ ዘለዉ ፀሓይ ዝወቕዖ ሜላ ድማ ሽብርተኝነት ዝብል እዩ። ኢትዮጵያ ምስ ናይ ሽብርተኝነት ሓደጋ ተፋጢጣ ኣላ። ህዝቢ ጥንቃቐታት ክገብር ኣለዎ እናበሉ ፕሮፓጋንዳ ይነዝሑ ኣለዉ። እዚ ድማ ህዝቢ ሓደጋ ሽብርተኝነት ፈሪሑ ተሸቑሪሩ ንኽነብርን ኣብ ጎኒ እቲ ስርዓት ንኽስለፍን ንምግባር ዝዓለመ እንተዘይኮይኑ ኣብ ኢትዮጵያ ክንዲዚ ጎሊሑ ዝረአ ሽብርተኝነት የለን። ኣሎ እንተተባሂሉ ድማ መብዛሕትኡ ብቐጥታ ይኹን ብተዘዋዋሪ ብጸላእቲ ከም ዝተፈጸሙ ምሲልካ ብኢድ እቲ ስርዓት ዝፍጸሙ ናይ ሽበራ ተግባራት እዮም ክኾኑ ዝኽእሉ ሕወሓት ኢህወደግ ብዛዕባ እዚ ጉዳይ ኣመልኪቱ ሕቶ መሰል ንዘልዓሉ ዜጋታት እናዓፈነ ክሳቆይን ብሓይሊ መግረፍቲ ኣሸበርቲ ኢና ተሓባበርቲ ኣልሸባብን ኣልቃዒዳን ኢና ኢሎም ክዛረቡ ብምግዳድ ብዙሕ ክሳራታት ዝፈጠርሉ ፊልምታት ደሪሱ እዩ። ኣዲስ ኣበባ ከም ባቕዳድ፣ ኣኬልዳማ፣ እስበደል ወዘተ ምጥቃስ ይከኣል እዩ። ሎሚ እውን በዚ ከይተሓፀረ ኣብዞም ዝሓለፉ ሰሙናት ንሰለስተ ክፋላት ዝቐፀለ ንሽብርተኝነት ዝምልከት ድርሰት መምልኢ መደባት ኢቲቪ ከበርክት ክንከታተል ቀኒና። እቲ ዕላማ ናብ መን ዝቐንዕ እዩ? ኣሸባሪ ዝበሃል ዘሎኸ መን እዩ? ኣብቲ ድራማ ከም ዝተኸታተልናዮ እንተኾይኑ ኣሸባሪ ሕወሓት ኢህወደግ ዝመርሖ መንግስቲ ኮይኑ ኢና ረኺብናዮ። ምኽንያቱ ኣብ ልዕሊ ሰብኣውን ዲሞክራሲያውን ሃይማኖታውን መሰላት ዝሓተቱ ዜጋታት ካብ ሓደ ኣሸባሪ ጉጅለ ዘይትጽበዮ ተግባራት ዝፈጸመ ስለ ዝኾነ ምስሊ ነተጉትን ትርጉም ሽብርተኝነትን ዘይፈልጡ ዜጋታት ኣሸበርቲ እናበልካ ምእሳር ሽብርተኝነት እዩ ስለዚ ሕወሓት ኢህወደግ ኣብ ህዝቢ ዝሰኣኖ ባይታን ተቐባልነትን ብኸምዚ ዓይነት እከይ ተግባራት እናፈጸመ ክረኽቦ ይፍትን ምህላው ድማ ኣማን ብኣማን ሞይቱ ከም ዘሎ ዘረጋግጸልና ሓቂ እዩ ብመሰረቱ ሕወሓት ኢህወደግ በዚ ኣብ ላዕሊ ዝጠቐስናዮ መደናገሪ ሜላታት ተጠቒሙ ዘየለ እናሃለወ ዘሎ ክመስል ኣደናጊሩ ስልጣኑ ከናውሕን ኣብ ሓይልን ምጭብርባርን ተጸሚዱ ስለ ዘሎ ነዚ እከይ ማእለማ በጣጢስካ ዘላቕነት ዘለዎ ሰላምን ዲሞክራሲያዊ ስርዓትን ንምስፋን ኩሉ ደላይ ለውጢ ነዚ ኣሚኑ